መጀመርታያ ራብዓይ ውላድካ እያ ሓምሻይ መቃብርካ እያ ስለዚ ናይ ኣዶ ሓልዮት፣ ስለ ናይ ሰበይቲ ጣዕሚ፣ ስለ ናይ ውላድ ፍቕሪ፣ ስለ ናይ ዘውዲ ክብሪ፣ ስለ ናይ መቓብር ምቾት ኢልካ ኽተት ዝብል መልእኽቲ የመሓላልፍ። በዚ ምኽንያት ለካቲት ዕስራይ ሰለስተይ ዓሰርተ ሸሞንተ ሰማንያይ ሸሞንተይ ዓመተ ምህረት ኹሉ ህዝቢ ሓበሻ ንናጽነቱን ንህላውኡን ምስ ባዕዳዊ መግዛእቲ ጣልያን ተዋጊኡ ዓወት ዓተረ።
ጎይታ ኣሉላ ጎይታኻ ባሪኡ ጎይታ ሃይለማርያም ጎይታኻ ባሪኡ ጎይታ ሓጎስ ጎይታኻ ባሪኡ ጎይታ ለውጦ ጎይታኻ ባሪኡ ጎይታ ገብሩ ጎይታኻ ባሪኡ ክስሕቁ ዓለም ማይ ቆላኡ ብሓደ ጠመንጃ ብሓደ ጉራዴ ዝተወድኡ ኣልፋ ኣሻሓብ ቃላይ ዝበኡ እምባ እምባ ከዱ እናተጸግዑ

ዋላ መድኩዕ ከይቀረዮ ማለት እዩ። ዓለም ሙሉእ ኬይዛ ሩስያ ኣቋርጹ በይዛኹም። ሃጀር ለበስ ደቅኻ ስብስብና። ፖእ ተስፋይ ወላይ ዝዓደልካ ያው ኣነ ግን ብክንዲ ሓሳብ ሪኤኒ ሲ ብስሩ ካብዚ ኣብ ሓበሻ መሬት ኣብ ናይ ሓበሻ መሬት ሲ ካብ ጥዑይ ማሕበረሰብ ብላዕሊ ሕሙም ማሕበረሰብ ስለልበዘሐ ብዚ ምክንያት

ፍልይ ዝበለ እዩ ከምዚ በቃ ናይ ንዓይ ዝመስለኒ ከም ናይ ሽርሙጥና ነገር ገሊኡ ዘይትፈልጥዎ ስዲ።
ደቂ እዚኣቶም ምስ ሰብ ናተቃየምና ኢዮም እንክላ ካሊእ ቪድዮ ዋይ።
ፋሚሊ ሎምዓንቲ ዓሰርተ ክልተ ዓመት ሙሉእ ተማሂርና ዓሰርተ ክልተ ዓመት ሙሉእ ከኣ ዘይተረደትና ሓንቲ ቃል ኔራ። ናዛ ቃል እዚኣ ድማ እንተፈቲሕናያ ናባኹም ኢና ሒዝናያ መጺእና እኔና ምሳና ጽንሑ። እዛ ቃል እዚኣ ወዘተ እያ ትብል። ወዘተ ትብል ቃል መምህር ክትፋተሎ ንሰምዕ ኣለና። ብሕጽረተ ቃል ምዃና እውን ይርደእና ኣሎ። ግን መን ዘርዚሩ ይንገረና። ሎማዕንቲ ግን ባዕልና ዘርዚርናያ ኣለና ፈቲሕናያ ኣለና። ክንነግረኩም ኢና ምሳና ጽንሑ። ወዘተ ማለት።

እዚ ነገር ዝገበየና ኣዩ ማለት ከመይ ድዩ ልኾነ መጽሓፍ ለንቦ ኮነ ኣጋጣሚ ዝወዝዶ ብምሓርኛ ኣያ ኣነ ተርጉመ ሲ እየ ክነግረኩም እዛ ከመይ ድያ እዛ ታሪክ ሰብኣይ ሰበይቲ ነይሮም ሲ ካኣ እዛ ሰበይቲ ኣጋጣሚ ሞይታ ካኣ ሓንቲ ንእሽቶ ህጻን ነይራቶም ጋል ካኣ እዛ ቆልዓ ነርባት እዮ ኣቦይ እኒ ኢላዮ ከይዳ ትብሎ ካኡ ካልኦት ኣሕዋቱ ቤት ዘመዱ ምናምን ቤተሰቡ ንዛ ቆልዓ ታይ ይብልዋ እንክኮ ትመጽእ እያ እዚ ኣኼዳ ዕዳጋ ኣኼዳ ብሳይ ኣኼዳ ከተማ ይኽደና ምንባሩ እዩ ንብሎ ካብዚ ኣቦ እዚ ምስ ሰምዐ ተናዲዱ ይመጽእ እሞ ማለት ንቶም ቤት ዘመድ የውጾም ናብ ደገ ማለት የውጾም ክብል ዘለኹስ ምስ ጓሉ ምስታ ህጻን ቆልዓ በይኑ ክኾን ደልዩ ማለት እዩ ካብኡ ነታ ቆልዓ ታይ ይብላ እዛ ጓለይ ዝኾነ ግዜ ነጊረኪ ነይረ እግዚኣብሄር ልበሃል ኣቦና ኣብ ሰማይ እኒኦ ክፍርተየና እዩ

ትዕቢት መንእሰያይ እዩ ክምስ ናበለ እወ ሓቅኻ ኮይኑ ግና ናዚ ጽሑፍ ትርጉም ብትኽክል ስለለይተረዳእካዮ እምበይ ሬሳ ሰላሳ ዓመት ለይተቀበረ ጸኒሑ ማለት ኣይኾነይ ስምዕኒ ተዕብዮ ነገር ወሳኒ እዩ ይብሎ ቀጺሉ እዚ ማለት ግን ግዴታ በጊዕ ወይ ቶኽላ ክተዕቢ እኒኤካ ማለት ኣይኾነይ ነዚ እያ ክትሰምዕኒ ለይኾንኩሲ ካብ ልብኻ ልክተዳምግላጽ ሰናይ ነገር እዩ። ወልድና ልክዕ ከምቲ ኣንበሳ ልኣና ለለዎም ፍቕሪ ብቃላት ክገልጾ ዓቕሚ ልይብሎም ኾይኖም ዘራኢ ኣለድልይና ሰብ ኣለድልይና ብዙሕ ወግዕታት ተዓናቒፍና ካብ ህይወትና ከም ምንባርና ካብ ሕልምና ከእርዩና ልኽእሉ ደካማ ጎንታት እና ኣተሓሳስባታት ኣወጊድና ስራሕና ብተግባር ኣርኢና ናወዲ ሰብ ኣፍ ክነዕጽ ንኽእል ኢና እና ልኸበርኹም ተኸታተልተይ ውጽኢት ኮይኑ። ብዚ ምኽንያት ድማ ብተኣምር እዛ ገመድ እዚኣ ትብጠስ እያ ኢሎም ስለ ልይሓሱ ልክብጥስዎ ይኹን ልከምልጡ ኤይሓሱ ኤይምኩርዎይ። ነን ገዛእ ኣተሓሳስባኦም ኣብ እስርቤት ስለ ለንወሮም ኻሊእ ገመድ ንቕይር ኢልና ለተሓሳስበና ነገር የለይ። ምኽንያቱም ምስ። ጸበኽዎ ድንግል ዲኺ ይብለኒ ኣብ ነብሰይ ካብ ዝተደረበት ረቂቅ ኣንሶላ ወጻኢ ምንም የብለይ ኽዳነይ ሻርፐይ ሒጃበይ መትሐዚ ጸጉረይ እንተ ቀረየ ንስኹም እንድሕር ለይበዲልኩም ሰበይትኹም ትጎድእለኹም ኣይትብደሉ ታእታዎት ከም ቢልጊት እንዲኻ ኢሉኒ ንወዲ ሰብ ክትሕግዝ እንኤካ ሓቂ እዩ ኾይኑ ግና እትሕግዘሉ መንገዲ እቲ ዋናና እቲ መሰረታዊ ነገር እዩ እንተ ከም ቢልጊት ገንዘብ በዚሑና ንኣምጠሉ ቦታ ጸጊምና ዲና ንሰንህዎስ ወይስ ልክዕ ከምቲ ቆልዓ ካብተን ለለዋና ሰለስተ እታ ሓንቲ ኢና ንሰንህ ክልተ ዓመት እየ ክወልደ ኢላየ ህጻን ልኾነ ወዲ ሓንቲ ስዳሮ ክርግጽ ተሎ መሬት ትንቅጥቀጥ እያ ንውላድ ክግዛእ ልኽል ነገር ጽሞና የድልዮ እዩ ሃፍታም ስለይኮንኩ ሃምናይከ ዓይነት ጫማ ሃምናይከ ዓይነት ኽዳን ስለለይብለ ድዩ ኣይ እዚ እኳ ሕልሚ እዩ እምበር ኣይኾኒ ነርናዮ ሂወት ንኣቦይ ሃፍቲ የኾነይን ኣየ ንወዱ ንብዙሓት ሰባት ኣብቲ ባሕሪ ንነብሩ ህይወታውያን ታይ ኢሎም ሽምዖም ሒዞም ጠጠው ኢሎም ንርኢ ሕጂ እስኻ በኺኻ ለውጻኻዮ ንብዓት ድማ ናይ የሽምዓ ጠፊኣ ህይወት ማለት ካብ ናምነኻ ማህጸን ወጺእኻ እስካ ናብ መቃብር ምእታይ ልል ትርኢት ጥራሕ ኣይኮነይ ከየምልጠና ንቀዳደመሉ ልግባእ ግዜና ብምብኻይ ብምሕዛን ዓርስና ብምጉዳእ ነጥፍእ ሌላ ኣከል ኣንሕና ንሸጋገረሉ ግዜ ርግጸኛታት ስለልኾና ኢና። ክትፍሊ ምፍላይ ስለ ዘይኣበየትኒ ብቐጥታ ኣፍንጫይ ተኸቲለ ይኣቲ። ናይቲ ገዛ ዲዛይንን ውሽጢ ከምዚ ክኸውን ስለ ዘይተጸበኹስ ንምእማን ክኸይድን እዩ። ኣብ ንእስነትና ዘዘናግዐና ገንዘብ ኣብ እርጋንና ክሒዱና እዩ።

ማርያም ሰላም ለኪ። እና ልኸርኹም ተኸታተልተይ ንክልተ ሽሕይ ዓሰርተ ሸውዓተ ዓመተ ምህረት በዓል ኣሸንዳ ብመዝሙር ኣከባብራ ሀምዝልረኣኹሞ ይመስል ነይሩ ሀምልፈትኹሞ ተስፋ ይገብር ኣብ ዓዲ ውሽጢ ይኹን ካብ ዓዲ ወፃኢ ኾይኹም ኣብዚ ፕሮግራም እዚ ክትግነዩ ለይኸኣልኹም ተኸታተልተይ ንዓመታ ክልተ ሽሕ ዓሰርተ ሸሞንተ ኣብዚ ቅዱስ ልኾነ መንፈሳዊ በዓል ብኣካል ተገኒኹም ክተኽብሩ ፍቃዱ ይግበረልኩም ኸምኡ ውን ኣብዚ ፕሮግራም እዚ ተገኒኹም ጽቡቅ ልኾነ መንፈሳዊ ግዜ ለሕለፍኹም ተኸታተልተይ ለለ ልዓመታ ሀምዚ ክልተ ሽሕ ዓሰርተ ሸሞንተ ዓመተ ምረት ዓመት ልዓመት ይድገመልና ክብል ይፈቱ ማለት እዩ ዝብሎ ናውቲ ኣቅልት ይገዝእ። ኣነ ሕዚ ወዲ ሰብዓ ዓመት እየ ኾይኑ ግና ደድልዩካ መሳርሕታት ምዕራይ ስራሕ ምስራሕ ማለት ኣይኾነይ ስራሕ ሰሪሕኻ እትብሃል ስራሕ ምስ ሰራሕኻ ጥራሕ እዩ ንስራሕ በለን ገፁ የንፀባርቕ ከም ዘሎ ኣይፈልጠን ነይሩ እዩ ዝብል። ውሑድ ሰናይ ተግባር ሰሪሕኻ ቅድስናኻ ክተርኢ ኣይትፈትን። ኦይ በራይ ኣቸጊረካ ድየ እንድሕሪ ከቢደካ ኮይነ ንገረኒ ክወርድ ኪነ ኤፎነይ ክትከብድኒ ሃመማ ኣብ ርእሰይ ከም እተሰቀልኪ ብድምጽኺ ጥራሕ እየ ፈሊጠ እምበር ጽቡቅ ነገር ሀምልሰራሕና ብኣፍና ብቃልና ክፍለጥ የብሉይ እኳ ድኣስ ክብ ይከኣል እዩ እምበር ይግባእ ድዩ ዝብል ሕቶ ቦታ ኣየግነየን። በዓል ስልጣን፣ ፖለቲከኛ፣ ጸሓፊ፣ ኣክቲቪስት፣ ሓኪም፣ ጋዜጠኛ ኮታስ ኢድ፣ ገጽ ዝመሳሰሉ ኣካላት እዮም። እቲ ካልኣይ ንናይ ቐረባ ሰባት ጥራሕ እንርእዮም ሙሉ መዓልቲ ብኽዳን ተሸፊኖም ዝውዕሉ ናይ ሰውነት ኣካላት እዮም። ብርግጸኝነት እዚ እንገብረሉ ምኽንያት፣ ኣብቲ ምድጃ ለሎ ሓዊ ብጣዕሚ ናተቃጻጸለ ካብቲ ማይ ዘሊላ ክትወጽእ ኣይከኣለቲ እቲ ማይ ኣብ ልሊ ተኮሊፉ እታ ጥንቁረዕ ትመውት ግን ካብቲ ትኩስ ማይ ዘሊላ ክተምልጠሉ እትክእል ጉልበታ ጊዚኣ ንቲ ትኩስ ማይ ብምልምማድ ዝትረፈካ ኣርባዓ ዓመት ሓንቲ መዓልቲ ፈቲነ ከውድቐካ እየ። ብህይወት ናይ ምንባር ካብ ልቐረያኻ ኣርብዓ ዓመት ትብል ሓረግ ኣብ ኣእምሮኦም ትመላለስ። ኣፍተን ዕስራ ዓመት ናብ በዓልቲ ዘይምለስ ልብል ሓሳብ የጥቅዖም። ኣብ ናይ ኖህ ዘመን ልነበሩ ሰባት ላብ ፈጣሪኦም ልክምለሱ ካብ ሓጢኣቶም ልክጸርዩ ሚእቲ ዕስራ ናይ ንስሃ ዓመታት ተዋሂብዎም ነይሩ። መርሕ ውጻእ ትብል ዝፈለጥኻዮ ኣፍልጥ ግን ብደንቢ ዘይተረዳእካዮ ንሰባት ኣይተምህር ምኽሪ ተዘይሰሚዕኻ ግና ብዋጋ ከም እትምሃር ኣይትዘንግዕ ኣብ ኹፉእ ስራሕ ኣይትውዐ ኣብ ሰናይ ስራሕ ኣይትዝሓል ገንዘብ ክምልሶ ዝኽእል ናይ ገንዘብ ሕቶ ጥራሕ እዩ ስለዚ ኹሉ ነገር ገንዘብ ከምጸሎ እዩ ኢልኻ ኣይትሕሰብ። ኣብ ኣእምሮኦም ትመላለሱ። ኣፍተን ዕስራ ዓመት ናብ በዓልቲ ዘይምለስ ልብል ሓሳብ የጥቅዖም። ኣብ ናይ ኖህ ዘመን ልነበሩ ሰባት ናብ ፈጣሪኦም ልክምለሱ ካብ ሓጢኣቶም ልክጻርዩ ሚእቲ ዕስራይ ናይ ንስሃ ዓመታት ተዋሂብዎም ነይሩ።